ስመይ ያው ሞገስ ሽፈራው ይበሃል ሓላፍነተይ ከንቲባ ከተማ ኣላማጣ እየ በብግዜኡ ዝፍጠርሎ መስዋዕትነት መንተ ህላወ ህዝቢ ትግራይ መንታ ህላወ ህዝቢ ኢትዮጵያ ትብሉ ዝተኸፈለ መስዋዕትነት እዩ እዚ መስዋዕትነት ድማ ነፃነት ሓርነት ልምዓት ዲሞክራሲ ንክረጋገፅ ዝተኸፈለ መስዋዕቲ እዩ ማለት እዩ። እዚ መስዋዕቲ እዚ እንድሕለይ ተኸፈለ ፀንሑ ሕዚ ልብለናዮ ልምዓት፣ ዕቤት፣ ቴክኖሎጂ ኣይንጠልብይ ናዚ ደረጃ ናይ ንመፅእ ነርና። ማሕበረሰብና እውን ናይ መሰል ከም ድሌቱ ክዛረብ፣ ከም ድሌቱ ክዳነይ፣ ፍትሒ ክረጋገፅ፣ ሰናይ ምምሕዳር ክነግስ እዚ ክቡር መስዋዕትነት ዝተኸፈለ እዚኦምን ካልኦትን ዝኣመሳሰሉ ኩነታትት ላብ ህዝቢ ተረባሕነት እሶም ሓሊፎም ህዝብና ድማ እዚ ቅሳነት ሒዙ ክቅፅል ብዝብል ዝተኸፈለ መስዋእትነት እዩ ልብል እዩ ሓሳብ እኔና። ኣብ ንገብሮም ማንኛውም ዓይነት ምንቅስቃስ ሰማእታት ክንዝክር ግዴታ እኔና እዩ። ያው ሰማእታትና ህያው እዮም። እዚ ትብለና ለምሳሌ ፈጣሪ ልደቂ ሰባት ክብል ባዕሉ ኣሕልፉ ይህቡ። ሰማእታት ድማ ልህዝቦም ክብሉ ባዕሎም ኣሕልፎም እዮም ልሃቡ። እዚ ሓደ ዓውዪ ነገር እዩ። እሶም ህይወቶም ልዘለዓለም ተሓልፍሎ እዩ። ኹቡራት እዮም። እሶም ለምፅእዎ መስዋእቲ ልመፀ ልምዓት እዩ። ኣብ ዝኾነ ይኹን ምንቅስቃስ እንገብሮም ናቶም ኢድ ልንህቦ እዩ። ኹሉ ኹሉ ኹሉ ዓይነት ክንበልዕ ናቶም ኢድ እዩ። ናጽናነትና ክንእውጅ ናቶም ኢድ እዩ። ከም ድሌትና ክንናገር ናቶም ኢድ እዩ። ሓሳብና ክንገልጽ ናቶም ኢድ እዩ። ከም ድሌትና ካብን ናብን ክንንቀሳቐስ እውን እሶም ዝፈጠርዎ መስዋዕትነት ልመፀ ፃዕሪ ጥራሕ ዘይኮነ ተግባር እዩ። ስለዚ እቶም ሰማእታትና ዘንተ ዓለም እናተዘከሩ ሰነ ዓሰርተ ሓሙሽተ ብምምፃእ ጥራሕ ተይኮነስ ኣብ ንገብሮም ኢቨንታት ብሙሉእ ሰማእታትና እናተዘከሩ እዮም ንኸዱ ማለት እዩ ኣነ ኣብ ዝሰርሖ ስራሕ ቁፅሪ ሓደ ኣብ ጠረጴዛ ከፍቱ ኣለኹ ናብ መጀመርያ ክረአዩ ዝግቦም ስዋኣትና እዮም እዚ ተገይርና ኢና ናቶም ስዋኣት ዕላማ ክንርስዕላ ይገብርና ስዋኣትና ላብ ልሐሸ ዕላማኦም ክሳካሕ ተኮይኑ እቲ ህዝቢ ደልዮ መስመር፣ ኣንፈት፣ ኣኡድኖ መርሕነት ላኻተሎ ተኸድሎ እዮም ሰማእታትና እናኻበሩ ድኸዱ ድልዩ። ንቡር መንግስትና ምምላሱ ውጽኢት ሰማእታትና እዩ። ምንቲ ልትሰውእዎ ድማ ውዕሊ ፕሪቶርያ ትፈርሙ እዩ። ቤት ምክሪ ምፍራስ ማለት ናይቶም ስውኣት ዕላማ ምፍራስ ማለት እዩ። ላእላውነት ግዝኣት ናብ መሬት ኣይትመለሰይ። እዚ ከይምለስ እንታይ ዓይነት ስራሕ ይሰራሕ ኣሎ ኢና ንፈልጥ ኣለና ኢና። እዚ ጥራሕ ከይኣኸሎ መሃያ ሲቪል ሰርቫንት ተዓጽዩኒ ነዳዲ ከይኣቲ ተዓጽዩና መድሓኒት ከይኣቲ ተዓጽዩና ካብን ናብን ምንቅስቃስ እውን ብገንዘብ እናተኻፈለ እዩ ሰብ ዝንቀሳቀሰሉ እቲ መሰረታዊ ሸቀጥ ኣይልእኽ እዩ ሕዚ እቲ መኸተና ኣይትኻንብተይ ገና ይሕዝለን እዚ ተዓግሱ ትቕፅል ኣለዎ ኣብ ጎኑ ውድብ እውን ኣብ ጎኑ መንግስቲ ዝኾነ ይሰርሑ ኣለዎ ህወሓት ማለት ድማ ውላድ ህዝቢ ትግራይ እዩ ስርዓት እዩ ፅባሕ ዝሕሸ ነገር ክፍጠር ክኽእል እዩ ተስፋ እነሀና እዩ ስለዚ እዚ መኸተ እዚ ልምክ ፍንፃሕ ድማ ድልዋት ኢና ካብ ባዕለ ጀምሩ ንምሳሌ ሕዚ ከም ወረዳ ኣመራርሓ ተወስና ካብ ወረዳ ኣመራርሓ ክሳብ ጣብያ ኣመራርሓ ኣብዚ መኸተ እዚ ንምስታፍ ሙሉእ ሚእቲ ፐርሰንት ወስኑ እዩ ወስና ኢና ካብ ባዕለ ጀምሩ ደብረ ብርሃን ትበፅሕ ኣለና እኮ ዓቕምና ምስ ርኢና ናብ ድርድር ልእቶ ኢና ዓቕምና እንድሕቲ ዳኽሙ ድማ ሕዝለ ፀላኢ ከም ድሌት ይኮነና ከይኮን ፀላኢ ድማ ሓድነትና ኣስጥምና ናብ ዝሐሸ ብራኸ ፀላእቲ ነንበርክከሉ ዓቕሚ ነና ኢና ዝተወደበ ሓይሊ እንሆ ዝተወደበ መርሕነት እንሆ እዚ መኸተ ብኣግባቡ ክመርሕ ዝኽእል ሓይሊ ነና እዩ ወታደራዊ ቁመና ንሐሸ እንሆ እቲ ዝርግርግ ብሉ ዝነበረ ፖለቲካ ንምትዕራይ ኢላ ኣብ ቦታኡ እዩ ንውሩ መንግስትና ናብ ቦታና መልስና ኢና ስለዚ ህዝብን ሰራዊትን መንግስትን ለዋሃሃደ ስርዓት ኢና ንሕዝ ኣጉል ተልእኾ ሕዞም ድንቀሳቀሱ ኣለዉ ኣሕዋትና ሕዚ ለምንም ኣይጠቅሙን በርግጠኝነት ትማሊ ንኢትዮጵያ ዓብዪ ዋጋ ዝኸፈሉ ሰራዊት ኢትዮጵያ ዝነበሩ እኮ ብሽም ተጋሩ ኒኹም ብሉ ኣሲሩ ቀትልዎም ብዝኾነ ክኾን መንገዲ ከጥፍኦም በርግጠኝነት

ምድጋፉ ብኣግባቡ ኣርእዩ ብሰልፊ ህዝቢ እውን ኣብ ጎኒ መንግስቱ ምዃኑ ኣረጋግፁ እዩ ኣፈላላይ ሃምደ የብልና ርእዩ ሕዚ እቶም ዝሸጡ ሓይልታት ሕዚ ፅቡቅ ነገር ነው ላፈረሰ ይመፁ ኣሎ እቲ ናይ ዓፋር ብፍላይ ሓይሊ ምንም ኣይጠቅም እያ ብሰላም ናብ ገዛኡ ክምለስ ኣነ እውን ብወክለይ ጻውዒት ሕዝለ ድጋሚ ኢና ክነብ ዕድል ክንቦ ስለ ደየድሊ ኮይዱ ኮይዱ ባዕሉ ክጥፈኑ ባዕሉ ካብ ላጥፍኦኩም ንዓድኹም ትመለሱ የለ ንሕና እዚኣ ክብል ደሊ ማለት እዩ ሕዚ ቁሩብ መዓልቲ ናይ ድሮን ትንኮሳታት ዝጀምሩ ኣሎ እቲ መንግስቲ ኢትዮጵያ እዚአን ንገብረ ኣሎ ህዝቢ ትግራይ ብቐልሉ ከንበርክክ ሓስቡ ተኾነ ኣይምበረኸኽን ኣይክእል እዩ ብስሩ ልዕሊ 33 ድሮን ክሕዙ እኮ ደብረ ብርሃን ተዋግኡ ኣብ ዓለም ለይተሞከረ ቴክኖሎጂ ሕዚ እኮ ምስ ትግራይ ገጥሙ ሕዚ ሰላም ኢና ንደሊ ሃም ተጋሩ መንግስቲ ኢትዮጵያ ሕዚ ናብ ሰላም ድመፅ ንሕን ቅቡል ኢና ንገብር ሕና ምስ መንግስቲ ኤርትራ እውን ሰላም ኢና ንደሊ ሕና ምስ ናይ ኣምሓራ ነፃ ውጭ ግንባር እውን ሰላም ኢና ንደሊ ሕና ምስ ናይ ዓፋር ነፃ ውጭ ግንባር እውን ሰላም ኢና ንደሊ ሕና ምስ ሱዳን መንግስቲ እውን ሰላም ኢና ንደሊ ኩናት ካብ ትግራዋይ ንላዕሊ ዝፈልጥ የለይ ናብ ኩናት ጥቕሙ ጉድኣቱ ንፈልጦ ኢና ከይንጋጨ ይብልና ግን ፈርሕና ግን ክንሓልፎ ዝግበአና ጉዳይ ኣይህልይን ኣሕና ሰላም እናደለና እሱ ውግእ ልደልዩ ተኮይኑ እቲ ውግእ ካብኡ ላዕሊ ፈሊጥና ክንመርሖ ንኽእል ኢና ኣነ ትግራዋይ እየ ኣነ ብትግራዋይነተይ ክሕበን እየ ኣነ ኣብ ልመፀ ይምፃእ ብትግራዋይነተይ ኮርዐ ክምክት እየ ልብል መልእኽቲ ሰንቆም ጠንካራ ክንኮሉ ሓደጉና ጀጋኑ ሰማእታትና ክብሪ ሞገስን ይግብኦም ክብል እየ ልደሊ ማለት እዩ ሃም ትግራይ ጥራሕ ተይኮነስ ሃም ህዝቢ ትግራዋይ ኩሉ ግዜ እዩ ልስዕር ትግራይ ትስዕር የቐንየለይ